ከመይ ገይሩ ዳኣ ሶማል ኢትዮጵያዊ ኮይኑ ርኢኹም ምድሪ ኣምሓራ ኢለ ገዛ እያን ትመስል መርዓት ክደልየሉ እየ ነዚ ወደይ እቶም ፀረ ሰራዊት ኣምሓርኛ ዝዛረቡ ኣምሓራ ኣይኮንኩን ከዓ ኣይበሉናን ወዲ ተላ ንዓባ ተላይ ወዳኣና ዝርጉም ኣምሓራይ እዚ ሚድያ ደንበርበር ንሰብ ኣፉ ዘኽፈት ተስማዕምዕና ዶ ሃኒሙንና እዩ ቲፒኤልኤፍን ኢፒኤልኤፍን ዝተጀመረ እቲ ውድድር ኣብ መንጎ ወጋግንን ኣብ መንጎ ሆርን ባንክን ኮይኑ ቀዳመይ ተወፃኢ ኤርትራ ብኩሉ ሓሶት እዩ ከይ ሓበረ ባንዴራ ኤርትራን ባንዴራ ኢትዮጵያን ተሰኪሙ ክኸይድ ንህግደፍ ገዲፍ ካልእ ትጥምት ካብዚኣ ዝዓቢ ደንበ ርፍሒ የሎን ትሕንኮል ከመን ካብ ደንበ ርፍሒ ጥራሕ ይወሃብ ሰናይ ምክትታል ነጋሪት ሚእትን ተስዓን ሓደን ኣንጻር ሕነ ምፍዳይ ተዛሪበ ነይረ ገለ ሰባት ከኣ ሕኒኡ ዘይፈዲ ወዲ ኣድጊ ኢሎምኒ እዋእ ከምኣ እንተኾይና ድኣ ኣነስ መዓዝ ወዲ ኣድጊ ኮይነ እየ ከም ሰበይ ሕነይ ዘይፈዲ። መጀመርያ ሕነ ምፍዳይ ኣይኮነን ዋላ ሕነ ምፍዳይ እንተዝኸውን ከማን ዓይኒ ብለይ ስኒ ብለይ ኣይገብሮን እየ። ኣብ ዝሓለፈ ግዜ ኣብ AAN ሚድያ ሓደ ሓተታ ብ ማቴዎስ ዘላለም።
ዝተዳለወ ሰሚዐ ህድእ ኢለ ክምልስ ስለ ዝደሌኹ ከኣ ክልተ ሰለስተ ግዜ ዝኸውን ሰሚዐዮ ደስ ኣይበለንን ብኡ ከኣ ክምልስ ወሲነ ምኽንያቱ ምእንቲ ሓቁ ዘይከላኸል ሰብ ኣድጊ ይብል ሕነ ምፍዳይ ኣይኮነን ግን ጌጋ ክትርኢ ኮለኻስ እቲ ጌጋ ክትምልሰሉ ኣለካ ወይ ክትእርሞ ኣለካ ዝብል እምነት ስለ ዘለኒ። ኣቐዲመ ክብሎ ዝደሊ ከኣ ኣብዚ ጉዳይ እዚ ኣብ AAN Media ዋላ ሓንቲ የብለይን ምኽንያቱ ሓሊፈዮ እየ እቲ ከምኡ ዝኾነ ሰብ ዝጸሓፈ እየ ንስኻ እኻ ጽሒፍካዮ ተባሂልካ ትጥቀነሉ ነገር ስለ ዘሎስ ግን ከኣ ሓንቲ ወቐሳ ክገብረሎም ከኣ እዝስ ርእይቶ ናትና ኣይኮነን ርእይቶ ናይ ጸሓፊ እገለ ዝብልሲ ንሳ እንተ ትውስኻ ምእንቲ Disclaimer ክኸውን ኣይናተይን እዩ ክትብል ከምኡ ዓይነት ሓደ ሓበሬታ ክህሉ ኣለዎ ይብል። እዚ ዝብለኩም ዘለኹ ሓተታ ወቐሳ ንዮናታን ሃብተ ናይ ሬድዮ ኤሬና እዩ ነይሩ። እስከ ሓቅታት ሒዝኩም ክትምጉቱኒ ፈትኑ።
ብመርትዖ ገይረ ክገጥሞ ሓሲበ። ብመጀመርታ ንኹሎም እዞም ዝጠቐስክዎም ኣካላት ሰላምታይ የቕርበሎም። ብድሕሪኡ ከኣ ገለ እንድሕሪ ተጋግየ ኣቐዲመ እቕሬታ እሓተኩም። ተስማዕሚዕናዶ ይብሉ እዞም ትግራዎት ኣሕዋትና። ሰሚዐያ ኣይፈልጥን ነረ እታ ቃል ግን ደስ ስለ ዝበለትኒ ስክጥቀመላ ደልየ ንሕና ተሰማሚዕና ኢና ንብል ኣብ መእተዊኡ ማቴዎስ ዘላለም። እንታይ ይብል ሓደ ጀነራል ቅድሚ ዓሰርተ ዓመት ኣቢሉ ብ ኤረትራ ዝበለኒ ኢሉ እዩ ዝጅምር of course ሓደ ሰብኣይ ከምኡ ኢሉኒ እንተ ተባህለ ክእመን ኣይክእልን እዩ ጀነራል ኣብ ኤረትራ እንተ ኢልካ እሞ ካብቶም ዓበይቲ ሓለፍቲ ስለ ዝኾነስ ቁሩብ ሚዛን ይህልዎ ኢሉ ይኸውን ንብል። ግንሳስ ኣይግድን ጀነራል ይኹን ዋላ ኣስር ኣለቃ ይኹንሲ ክብደቱ ሓደ እዩ ኣብ ሓሳባት። ንዮነታን ከኣ እዚ ሸኾርተት ዝብል ፕሮግራምካ ኣያኻ ማትዮ ደስ ዘይበሎ ስለ ዘሎስ ሰለይ ሰለይ ይበሎ ናይ ዓበይቲ ክኸውን ምእንቲ። ንሓደ ናይ ኢንተርተይንመንት ወይ ናይ ትልሂት ፕሮግራም ኣቕራቢ ስለምንታይ ቁንጥመንጢ ዝኾነ ገለ ዝበሃል ኣይመስለንን ምኽንያቱ ንሱ እዩ ዝውስኖ። እታ ቁምነገር እንታይ ምዃና ኣይተረደእትንን ግን ዜና ኔራ እንተትኸውን ቁምነገር ምበላ ዶ ኔሩ? ፕሮፓጋንዳ ኔራ እንተትኸውን ቁም ነገር ደው ምበላ ኔሩ ሕጂ ግን መዓል ኣሰፍ ኢንተርተይንመንት ዝበሃል የብሉን እቲ ሂወትና ሰሓቅ የብሉ ዋዛ የብሉ ጸወታ የብሉ ሲርየስ ኮንካ ክትከይድ ኣለካ ከምዚ ሮቦት። ጋዜጠኛ ሬድዮ ኤረና ዮናታን ኣብዚ ሳልስቲ ንሓደ ካብ ኣፍሪቃ ድዩ ካብ ኤርትራ ደዊሉሉ ዘይተረጋገጸ ናይ ተሌፎን ቃለ መሕተት ኣብ ኤርትራ ብዙሓት ውግኣት ናይ ኣምሓሩ ከምዘለውን ብርክት ዝበሉ ወተሃደራት ከምዘለውን ይሓትትን ዕላማ እቲ ቃለ መሕተት ከም ዝተረዳእክዎ እቲ ጋዜጤኛ ናይ ሬድዮ ኤረና ነቲ ናይ ትግራይ ትግርኚ ጽውጽዋያት ከዳምቕን ንተጋሩ ልዕሊ ዝኾነ ኢትዮጵያዊ ገይሩ ዘቕርብን ንኣምሓሩ ድማ ብናይ ጽልኢ ምስሊ ክቐርጽ ዝደለ ይመስል። ግን ኣብታ ኢንተርቪው ኩላ ኣምሓራይ ትብል ቃል ሓንሳብ እያ ተጠቒሳ ዘላ። ቀጺሉ ምሕረትኣብ ነቲ ሓሳባቱ ይገልጾ። ኣሜሪካ ኣብ ልዕሊ ጃፓናውያን ብኣቶሚክ ቦምብ ገይራ ኣስታት ክልተ ሚእቲ ሽሕ ብጭካነ ዘጽነተቶምን እንተኾነ ኣብዚ እዋን እዚ ጃፓንን ኣሜሪካን ቀንዲ መሻርኽቲ ኮይነን ብሓደ ይሰርሓ ኣለዋ። እቲ ቀንዲ ክብሎ ዝደሊ ዝነበረ ብዚ እንታይ እዩ ቅድም ኢትዮጵያ ዝገበረት ትግበረና ሕጂ መሓዙት ክንከውን ኣለና ኢቲ ጠቕላላ እቲ ዘረባ። ገለ ዝደቀሰ ተዘክሮታት ከይህሉ ንዑ ከበራብር ክፍትን እየ። ጋዜጣ ዝጸሓፍ ቋንቋ ንበይኑ እዩ፣ ኣብ ሬድዮ ዝንበብ ከምኡ እዩ፣ ኣብ ቤት ፍርዲ ኬድካ ትዛረበሉ ቋንቋ ንበይኑ እዩ፣ ሓኪም ዝዛረበሉ ቋንቋ ንበይኑ እዩ፣ ሓደ ሸቃጣይ ኣብ ድኳን ዝዛረበሉ ንበይኑ እዩ፣ ህዝቢ ከኣ ግጅም ክብል ከሎ ዝዛረበሉ ቋንቋ እውን ኣሎ። ኣብቲ ግዜ መግዛእቲ ኢትዮጵያ ብዙሕ ሰብ ኣይኮነን ኢትዮጵያ ኣጸቢቑ ዝፈልጥ ዝነበረ። እትብኡ ኮይዱ ኣብኡ ዝጸፍ ኣብኡ ዝነብር እንተዘይኮይኑ ኣብ ኤረትራ ብዙሕ ዝፈልጥ ኣይነበረን ናይ ኢትዮጵያ ኩነታት ንገዛእ ርእሰይ ክሳብ ኣጸቢቀ ዝጉብዝሲ ኣይፈልጥን ነረ ብዛዕባ ኢትዮጵያ ሓደ መምህር ነይሩና ሶማል ክብሉና ከሎስ ከመይ ገሩ ዳኣይ ሶማል ኢትዮጵያዊ ኮይኑ ኢለስ እግረም ነይረ ኩሉ እቲ ህዝቢ ከኣ ንብቲ ባህልና እንድሕር ሪኢኩሞ ዝኮነ ሰብ ካብታ ዶብ እንድሕር ሰጊሩ ዓዲምሓራ ከይዱ እዩ ዝብሃል። ገለ ክፋላት ናይ ኤርትራ ንደቡብ ገጹ ትግራይ ኣሎ፣ ብድሕሪ ትግራይ ከኣ ኣምሓራ ኣሎ ኢሎም ዝፈልጡ ነይሮም። ሽዑ ኣዲስ ኣበባ ትበጽሕ ማለት እዩ። ካብ ኣዲስ ኣበባ ንንየው ኢትዮጵያ ዝብሃል ነገር የለን። እዚ ምድሪ ሓበሻ ንሱ እዩ ኣነ ዝፈልጥ ዝነበርኩ። መብዛሕቱ ሰብ ከኣ ከምኡ እዩ ዝፈልጥ ነይሩ። ሓደ ግዜ ሓደ ሰብኣይ በዚ ምድሪ ኣምሓራ ጠፊኡ ነይሩ ሰላሳ ኣርብዓ ዓመት ምስ ቤተሰቡ። ክላለ መጽዩ ሪኢኹም ምድሪ ኣምሓራ ኢለን ገዛእ ርእሰይ ሕጂ ባልኤ ዝቕመጥ ዶ ቅድም ኣብ ጀማ ነይረ ገለመለ ይብለና እንታይ እዚ እንታይ ማለት እዩ ዓዲ ኣምሓራ ዘይኮነ ኖ ዓዲ ኣምሓራ ኣይኮነን ኢሉ እዚ ኦሮሞ ዶ ሲዳሞ ዶ ገለመለ ከምኡታት ይጠቅስ ነይሩ ኣነ ኢትዮጵያ ንመጀመርያ ግዜ ኣብ 1991 ድሕሪ ነፃነት ኣብ ወርሒ ሽዱሽተ እየ ረጊፀያ ቅድሚኡ ኣይፈልጣን እየ እሞ እቲ ኣምሓራይ ስለምንታይ ትብሉ ኢትዮጵያውያን እዮም ዝገዝኡና ዝነበሩ ኢሉ እንድዩ ክእርም ዝፍትን ዘሎ እዚ። ማቴዎስ ዘላለም።
ኣብ ዓድና እንታይ ይብሉ መስለኩም ጓል እንድሕሪ ጽብቅቲ ኮይናስ እዋይ ክትጽብቅ ጥልያን እያ ትመስል ግዲ ይብሉ ሽዊድን ትኹን ዓዲ እንግሊዝ ትኹን ገለ ትኹን ኣይግድሶምን እዩ ጻዕዳ እንተኮይና ጥልያን እያ ትብሃል ወላ እታ ሓበሻ ከማን እንድሕሪ ቁሩብ ጽዕድው ኢላ ጽብቅቲ እንተኮይናስ ጥልያን ትመስል እዩ ዝብሃል ጥልያን ትመስል መርዓት ክደልየሉ እየ ነዚ ወደይ ከምኡ እንድዩ ዝብሃል እዚ ባህልና እዩ። ግን ሬሲዝም ገለ የብሉን ክፍኣት የብሉን ሓደ ግዜ ኣብ ሱዑድያ ከለኩ ሓደ ዓርከይ ነዲኡ ካብ ዓዲ ምጺዋ ንዓዲ ጥልያን ሰዲድዋ ክትሕከም ገሪምዋ እዋይ ክበዝሑ ጥልያን ዘለዉ እስ ኩላ ጥልያን ግልጽ ተበልካ ጥልያን ግልጽ ተበልካ ጥልያን ኢላ እዩ የዕለኒ እቲ ትረድኦ ናይ ሰብ እቲ ኣራኣይኡ እንዳስፍሐ ክከይድ ኮሎ ብትምህርቲ ኮይኑ ብመገሻ ኮይኑ ብካልእ ምክንያታት ምስ ፈለጦ እዩ ዝፈልጥ እምበር ከይፈለጠ ኣይፈልጥን ንሕና ከኣ ገዛእትና ኣምሓሩ ኢና ንብል ኔርና ምኽንያቱ ካልእ ሰብ ዘሎ ኣይመስለናን ኔሩ እቶም ዝገጹና ዘለዉ እቶም ዝግድሱና ሰባት እቶም ጦር ሰራዊት እንድዮም እቶም ጦር ሰራዊት ኣምሓርኛ ዝዛረቡ ባህሎም ኣምሓርኛ ኣምሓራይ ኣይኮንኩን ከኣ ኣይበሉናን ስለ ዘይንፈልጥ ከ እንታይ ኢሎም ከምኡ ክብሉና ስለዚ ኣምሓራ ኢልናዮም በምሓራ ይኸዱ ኔሮም ግን ከኣ ኣብቲ ሓቁ እንድሕሪ መጺእካ እቲ ዝገዝእ ዝነበረ ኣካል መን እዩ ሃይለ ስላሴ ብሽም ኣምሓራ እዩ ዝገዝእ ነይሩ ወዮ እኳ ደኣ ንኹሉ እቲ ኢትዮጵያ ዝበሃል ዝነበረ ንሕና ከማን ተለኪምና ኣምሓርኛ ከም ትመሃሩ ኢሎም ቋንቋታትና ዘልገሱልና ሰባት እዮም ሕጂ ኣምሓሩ ትግርኛ ለጊሱ ዓረብ ነይሩ ቅድም ለጊሱ ኣምሓርኛ ተተኪኡ ክትብል ኮለኻ ኣምሓራ ኢቲ ስርዓት ኢኻ ትብል ክውስኽሉ ከኣኒ እቶም ጦር ሰራዊት ኣምሓርኛ እንዳዛረቡ መፁኻ ኣምሓርኛ እንዳዛረቡ ቅጥቅጡኻ ኣምሓርኛ እንዳዛረቡ ቆትልኻ እንታይ ኢኻ ክትብሎም እሞ ካልእ ሽም ክትቦም ኣይትኽእልን ኢኻ ዘይፈልጥ ከ ኣይፈልጥን እዩ ከምዛ ዝበልኩኹም ብዓሌትነት ወይ ብክፍኣት ኣይኮነን እታ ኽፍኣት ዝነበረት ኣብ ግዝኣቲ ኽፍኣት ስለ ዝኾነት ንዓኣ ኽቃወም ኢሉ እዩ ዝዛረበሎም ዝነበረ እምበር ዘልዕሎም ምኽንያት እውን ኣይነበሮን። እዚ ሕጂ ኣብዚ ቐረባ ግዜ ዝፈለጥናዮ ኣምር ናይ Political Correctness ህዝብና ከምኡ ስለምንታይ ዘይገብር ዝነበረ ኢልካ ንድሕሪት ተመሊስካ ንዕኡ ክትኩንኖ ጌጋ እዩ ምኽንያቱ እሱ እዩ እቲ ባህሊ ነይሩ Within Context ካብቲ ከባቢ ካብቲ ዝነበረ ኹነታት እዩ ክፍረድ ዘለዎ። ይቕጽል። ማቴዎስ ዘላለም ድምጻዊ እያሱ በርሀ ኣምሓራ ኣሎ በሎ፣ ኦሮሞ ኣሎ በሎ፣ ዓፋር ኣሎ በሎ፣ ሶማል ኣሎ በሎ እንዳበለ ንሙሉእ ብሄራት ኢትዮጵያ ኣኽቲሉ ንህዝቢ ኤርትራ ክጭፍጭፍ ሰለስተ ግዜ ዝወረረ ናይ ህወሓት ስርዓት ከመይ ቢልኩም ዘይዘከርኩሞ? ምሕረትኣብ እንታይ ይብል መስለኩም ንሓሳብካ ንምድጋፍ ቁንጭል ቁንጭል ኣቢልካ ከተምጽ እንኮለኻ ጽቡቅ ኣይኮነን ይብል ግን ከኣ ኣብኣ ይወድቅ ንሱ። ምኽንያቱ ኣብ ኤረትራስ ክንደይ ደርፊ ኔሩ ኣምሓራይ እንዳተባህለ ዝድረፍ። ኣብ ጓይላ ኮይኑ ኣብ ኣቆልዑት ኮይኑ ኣብ ገር ኮይኑ ኩሉ ዝደርፎ ዝነበረ ደርፊ እንድዩ ኣምሓራይ ኣምሓራይ እንዳ ተባህሊ ስለምንታይ እታ ናይ ኢያሱ በርሀ ተመሪጻ ወጺኣ እሱ ካድር ነይሩ ወይ እቶም ካድራት ከምኡ ኢሎም ምኾኑ እቲ ካልእ ህዝቢ ግን ብልፍጥራ ናቹራል እዩ ዝኸይድ እታ ናቹራል ትስምዖ ከኣ ይገብር ነይሩ ናይ ወዲ ገብሩ ደርፊ ከመይ ገይሩ ረሲዕዋ ወዲ ተላ ንዓባ ተላይ ወዲ ኣና ዝርጉም ኣምሓራይ ከምኡ ክንደይ ነይሩና ደርፊ መዓት እዩ ነይሩ ኢንተርሚሽን ኣብ ጊዘ ወራር ህወሓት ክንዲ ዝተኸፍለ ይከፈል ዝሓተተ ዋጋ ይሕተት።
እዛ ፖንቶ ናይ ዶጎሊ ትፈልጥዋ ዶ? ባዓ ክዕለኩም እየ ንባጻ ክትወርድ ኮለኻ ኣብ ዶግሊ ድልድል ኣላ ሰለስተ ኣርክ ዘለዋ ብጣዕሚ ጽብቅቲ እያ ድልድልቲ እያ ሕጂ ኣብኡ ክትኣቱ ኮለኻ ጽሑፍ ኣሎ ካኩስታ ሎን ካኩስታ ዝብል ኣሎ እዚ ከኣ ጭርሖ ናይቶም ኣልፓይን ዝበሃሉ ካብዞም ኣልፕስ ዝመጽኡ ክፍልታት ናይ ሰራዊት ናይ ኢጣልያ ዝነበሩ ናቶም ጭርሖ እያ ነይራ። ጥልያን ነዞም ሰራዊት ናይ ኣልፓይን ብጣዕሚ እዮም ዝኹርዕሎም። ክሳብ ኣብ ሮማ ወተሃደር ናይ ኣልፓይን ምስ በቕሉ ምስልላ። እዘን ሚድያት ልቺ የለን ማይ የለን ፍትሒ የለን ኢልና እኳ ኢና ንህዝብና ነቲ ዝነብሮሲ ከም ዜና ጌርና ክንሕብሮ ንፍትን ዘለና። ግን ሓደ ክርሳዕ ዘይብሉ ሓቂ ከኣ እንታይ እዩ እዚ ሚድያ ደንበርበር ንሰብ ኣፉ ዘኽፈተ እዩ ክንደይ ሰብ ተዛሪቡ ዘይፈልጥ ኣፉ ከፊቱ ኣብ ሚድያ ደንበርበር። ማቴዎስ ዘላለም።
ነቲ ሚድያ ደንበርበር እንዳፈንፈንካዮ ድኣኒ እንታይ ወሰደካ ኣብ ሚድያ ደንበርበር ነቲ ደንበርበር ዘምጸኤ ህግደፍ ናቱ መልእኽቲ ነዚ ሚድያ ደንበርበር ተጠቂሞም ደንበርበር ዘብሉ ሰባት ኣለዉ። ንዖም ከ እንታይ ምበልካዮም? ደሓን ንዖም ዝበሃል እንተዘይብልካ ኣይትገደሰሉ። ማቴዎስ ዘላለም።
ቀጺሉ ኣብ ሰማንያታት ይመልሰና። ጌና ካብ መፋርቕ ሰማንያታት ኣትሒዙ ኣንጻር ህዝባዊ ግንባር ተቓወምቲ ሓቊፉ ዝቃለስ ዝነበረ ስልታዊ መሓዛ ደኣ እምበር ስትራቴጂያዊ መሓዛ ኤርትራ ኣይነበረን። ሰራዊት ኤርትራ ንድሕነት ኤርትራ ምጽቃሕ ዝበሎ ውድባት ወይ ብሄራት ተወዲቡ ስግኣታቱ ከወግድ ማንም ዝኽልክሎ ሓይሊ የለን። ግን ሓንቲ ብርትዕቲ ሕቶ ከኣ ኣላትኒ ኣብዚኣ። እዚ ናይ TPLF ን ናይ EPLF ን ዝነበረ ርክብሲ ታክቲካል ኢልካዮ ከመይ ኢሉ'ዩ ታክቲካል ዝኸውን ስለምንታይ ስትራተጂክ ዘይከውን? ኣነ ዝተዓዘብክዎ ክነግረካ እየ። ነዚ ናይ ወያነን ናይ ህግደፍን ዝነበረ ልፍንቲ ከም ታክቲካል ገይሩ እዩ ዝቖጽሮ። ኣነ ክሓትት ምደሌኹ ስለምንታይ ታክቲካል ኮይኑ ስለምንታይ ስትራቴጂክ ዘይኮነ ኣብ ሰማንያታት ታክቲካል እንተነይሩ ኣብ ተስዓታት እንታይ ኮይኑ ስትራቴጂክ ተቐይሩ እንታይ ኮይኑ ዝተዓዘብኮ ነገራት ኣለኒ ከም ትግምቶ ኣነ ንወያኔ ኣብ ሽሕን ትሽዓተ ሚእትን ሰብዓን ሽዱሽተን እየ ዝፈልጦ ክልቲኦም ውድባት ናይ ኤርትራ ነዞም ትግራዎት ክትዕልም ትሬይኒንግ ክገብሩ ገለ ክገብሩስ ብዙሕ ኣጽዒሮም ግን ድሕሪኡ ድሕሪ ሰለስተ ዓመት ቲፒኤልኤፍን ኢፒኤልኤፍን ብሓንሳብ ኮይኖም ንኢኤልኤፍ ዘሎ ንኻልእ ዘሎ ጽርግርግ ኣቢሎም ኣውጺኦሞ ካብቲ ሜዳ ኤርትራ። ታክቲካል እዩ ንሱ እውን እንታይ ኣነስ ስትራተጂክ ምበልክዎ ግን ክጋገ እኽእል እየ ኣነ ኣይፈልጥን እየ ብዙሕ ኣብ ሰማንያታት ኣብ መንጎ ቲፒኤልኤፍን ኢፒኤልኤፍን ጎንጺ ነይሩ ኣይተቓደውን ነይሮም ብዙሕ ነገራት ንገለ ዓመታት እዩ ነይሩ ግን ኣዐርዮሞ ተመሊሶም ታክቲክ ወላ ስትራተጂ ተመሊሶም ኣይፈልጥን ግን ተመሊሶም ኣዕርኹ ኮይኖም እንደገና ደሓር ቀጺሉ እቲ ቃልሲ ኣብ ተስዓን ሓደን ነጻ ወጽዩ እቲ ክልቲኡ ሃገራት ሽዑ እዛ ሃኒሙን ናይ ቲፒኤልኤፍን ኢፒኤልኤፍን ምስ ተጀመረት ኣብቲ ድሕሪ ነጻነት ድሕሪ ቁሩብ ዓመታት እዩ ኩሎም እዞም ካድራት ተጋደልቲ ዝነበሩ እቶም ኣባላት ናይ ህግደፍ ዘይኮኑ ተኣርዮም ካብ ሱዳንን ካብ ኢትዮጵያን ተኣርዮም ተሰጉጎም ካብቲ ዓዲ። መዓት እዞም ኣብ ደገ ትርእይዎም ዘለኹም ሽዑ ተሰጎጉ እዮም። ንዕኦም እንተ ረኺብኩሞም ከዕልኹም ይኽእሉ እዮም። እቲ ታክቲካል ዝበሃል ዘሎ ርኽክብ እምበኣር ካብኡ ሓሊፉስ ኣብቲ ኢኮኖሚ ኣትዩ ዳርጋ ኣየናይ እዩ ናይ ኤርትራ ኢኮኖሚ ኣየናይ እዩ ናይ ኢትዮጵያ ኢኮኖሚ ክትብለሉ ዘይትኽእል ደረጃ በጺሑ ኣብ ኢንቨስትመንት ድኻ ክትብል ኣብ ትራንስፖርቴሽን ኣብ ሪል ስቴት ኣብ ብዙሕ ብዙሕ ነገራት ክሳብ ናይ ገንዘብ ምልዋጥ ኣነ ብዓይነይ ዝሪኦ ዝነበርኩብቲ ግዜ ካብ ስዑድያ ዝኸዱ ሰራሕተኛታት ኣባላት ናይ ህግደፍ ዝነበሩ ነዲስ ኣበባ ክኸዱ ከለዉ ሒዞሞ ዝኸዱ ቁሑት እሞ ካርጎ ከማን ኣይኮነን እኮ ኣብቲ ናይ ፓሰንጀር ምስኦም ዝስቀል ኣትዩ። መዓት ኤሌክትሮኒክስ መዓት እንታይ ኢኻ ክትብል እዚ ቪድዮ ቴሌቪዥን ቴፕ ሪኮርደር ገለመለ መዓት ኤሌክትሮኒካት ብመዓት ካርቶናት ሓደ ወይ ክልተ ሰባት ሒዞሞ ነዲስ ኣበባ ከዱ ሽዑ ባልጃ ክልተ ባልጃ ኣለካ ብካስተምስ ትፅበ ክሳብ ብጅምሩክ ተፈትሹ ዝወፅእ እቲ ናቶም ኣብ ዓሰርተ ሓሙሽተ ዕስራ ዓረብያ ተፃዒኑ ርር እንዳበለቶም ሰራሕተኛ ጎቲቶም መወፁ ፀጥታ ናይ ኢትዮጵያ ብቅድሚትን ብድሕሪትን ኣለዉ ኣብኡ ከዓኒ ሓደ ነይሩ ሙሳ ሰለስተ ግዜ ገለ ኣጓኒፉኒ ስለ ዘሎ እየ ከምኡ ዝብል ዘለኹ ኣብ ደገ ትራክ ሒዙ ዝጸንሕ ዓባይ ማኪና ሽዑ እዚኦም ርርር እንዳበሉ መሳኪን እዞም ኮምፕላሲዮን ዝተኸድኑ ሰራሕተኛ ናይ ኤርፖርት እንዳደፍኡ የምጽእዎ ኣይፍተሽ ኣይብል እቶም ጸጥታ ናይ ኢትዮጵያ ሒዞሞ ዝወጹ ጸጥታ ናይ ወያነ ንበሉ ሒዞሞ ወጹ ይጸዓን ኣብተን መካይን ተጻዒኑ ሽዑ ሙሳ ሒዞዎ ከይድ ዲስትሪቢሽን ኣብቲ ዓዲ ቀረጽ ኣይክፈሎ ጅምሩክ ኣይፍተሽ ይኣቱ እዚ ስራሓት እዚ ዝስራሕ ነይሩ እዚ ከ ታክቲክ ድዩ ነይሩ ኣብ ተስዓን ሽዱሽተን ኣቢሉ እዩ እተን ክልተ ውድባት ነናተን ባንክ ገይረን ኣቐዲሙ እቲ ወጋገን ዝብሃል ባንክ ተኸፊቱ ድሓር ከኣ ሆርን ባንክ ኣብ ኣዲስ ኣበባ ተኸፊቱ ሽዑ ከም ኣጋጣሚ ገለ ገንዘብ ኣድልዩኒ እሞ ካብ ባንኪ እየ ክወስድ ዘለኒ ምክንያቱ ምሳይ ስለ ዘይብለይ ኣብ ሆርን ባንኪ ከይደ ምራቕቲ ጌርና ገለ ፅባሕ ገለ እንዳበሉኒ ድሓር ሓደ መዓልቲ ቆፀራ ገይሮምለይ ኣብታ ቆፀራይ ንግሆ ሱር እንዳበልኩ እንተመፃእኩስ ዋርድያ ደው ኢሎም እቲ ማዕፆ ተዓሽጉ ፀኒሑኒ እህ እንታ እንታይ ደኣ ኮይኑ ኣይ ተዘግተዋል ብሉኒ እንታይ ተረኺቡ ዓፅዮሞ ሽዑ እምበኣር እቲ ውድድር ኣብ መንጎ ወጋግንን ኣብ መንጎ ሆርን ባንኪን ኮይኑ ወጋገን ናይ tplf እዩ እዚ ሆርን ባንክ ከኣኒ ናይ pfdj እዩ እምበር ክሳብ ሽዑ ስዞም ኩሎም ፋሳድ እዞም ብሽም ህግደፍ ዝንግዱ ዝነበሩ ሰባት ነሮም እንዲዮም ፍሉጥ ብዙሓት ኣብዚ ሂልተን ኢልካ ኣብዚ ከተማ ኣብ ኩሉ ኣኼባታት ይግበር ኢንቨስትመንት ከምዚ ስራሕ ንሰርሕ ስለ ዘለና ከምዚ ከምዚ ስለ ዘሎ ገለመለ ኢሎምሲ ወፈራ ብዙሕ ወፈራ እዩ ነይሩ ሕጂ ብዙሓት ሰባት ዝኣተውዎ ነይሮም ብዙሓት ሰባት ከኣ ገንዘብ ናይ ህግደፍ የዋፍሩ ነይሮም እዮም። ሽዑ እዚ ነገር እዚ እንዳኸረረ ምስ ከደ ክሳብ ኣብቲ ዶብ ዝግበር ዝነበረ መንጎ ኤርትራን ኣብ መንጎ ኢትዮጵያን ንግዲ ንዑ እውን ኤፈክት ክገብሮ ክኢሉ ኣብ ኤልሲ ኣብ ገለ ተባሂሉ ካብኡ ዝተላዕለ እቲ ነገር እንዳተበላሸወ ከይዱ ኣብ ውግእ ባድመ ኣብጽሑና። ሓደ ግዜ ሓደ ሰራሕተኛ ናይ ኤምባሲ ጸዊዑኒ ሳልሕ ገለ ክትሕግዘና ደልየካ ይብለኒ መርሓባ እንታይ ኣሎ እብሎ ኣለኹ መዓት ሳምፕላት ኣብ ገሊኡ ፕላስቲክ ገሊኡ ጥርሙዝ ገለ ዝተቐመጠ ስምስም ኒሁግ ገለ ገለ ገለ እዚ ክንሸይጥ ደሊና ስለ ዘለናስ ቁሩብ ኣብ ማርኬቲንግ ክትሕግዘና ይብለኒ ኣሎ ገሪሙኒ ካበይ ደኣ መጺኡ እዚ ኩሉ እብሎ ኣለኹ እምበኣር ኣለካ ዘይኮነን ንገዝኦ ኣለካ ዘይኮነን ገለ ኢሉኒ ኤኒወይ ተረዲእኒ ካብ ኢትዮጵያ እዩ ዝመጽእ ነይሩ ቡና ወሲዶም ቀዳመይቲ ወጻኢ ኤርትራ ብቡን ገለመለ ዝብሎ እዚ ኩሉ ሓሶት እዩ ቀዳመይቲ ክትወጽእ ኣይትኽእልን እያ ግን እቲ ስራሕ ነይሩ ከምኡ ዓይነት ስራሕ ነይሩ ተወሲዱ ብሽም ኤርትራ ዝንገድ ዝነበረ ኣቑሑት ነይሩ ኣብዚ ኩነታት እዩ እምበኣር ብዙሓት ኤርትራውያን ንዓዲ ተመሊሶም ምስ ክንደይ ሕልሞም ምስ ክንደይ ትምኒቶም ኢንቨስት ክገብሩ ገለ ስራሕ ገለ ፋብሪካ ክገብር እየ ዝብል ገለ ገለ ህንጻ ክህንጽ እየ ዝብል ገለ መዓት እዮም ተሃንዲዶም ዝኸዱ ግን ክቐንዖም ኣይከኣለን ብዙሓት ሰባት ኣለዉ ሞራሎም ወዲቑ ሰለስተ ኣርባዕተ ሓሙሽተ ግዜ ተኸኽ ምስ በሉ ብምልላስ ገዲፎሞ ገሊኦም ኣብ ኢትዮጵያ ዝተረፉ ኣለዉ ገሊኦም ደገ ዝወፁ ኣለዉ እዚታት እምበኣር ነቲ ነገር ዝያዳ ኣኽሪርዎ እቲ ኤኮኖሚ ምትሕውዋሱ ርግፀኛ እየ ብዙሓት ከምዚ ሞራሎም ዝወደቑ ሰባት ትፈልጡ ኢኹም ታክቲካል ምሕዝነት ታክቲካል ምሕዝነት ዶ መስለኩም እዚ ኩሉ እሞ እዚኣቶም ሕጂ ኣብቲ ዓይንኹም ሰማያዊ ዶ ክኹን ገለ ይኹን ኢሎም ኤርትራውያን ክስጎጉ ከለዉ እዚ ኩሉ ብ ግምት ኣእትውዎ እሞ ሕጅስ ማቴዎስ ዘላለም።
ነቲ ክርክሩ ክጥዕመሉ ምእንቲ ቁንጭል ቁንጭል ኣቢሉ ኣልዒሉ ዝዛረብ ዘሎ። ሰሚዕኩሞ ኢኹም ባዕልኹም ፍረዱ። እዚ ሚድያ ደንበርበር ግን ኩሉ ደንበርበር ኣይኮነን ከምዚ ሓንቲ ዘይፈልጥ ጌርካ ክትቆጽሮ ጌጋ እዩ ግን ከኣ ኣሎ ኣብቲ ውሽጢ እዚ ደንበርበር ዝበሃል ዘሎ ሚድያ ኣብኡ ሰሊኹ ዝኣተወ ከኣ ኣሎ ናይ ህግደፍ ጽልዋ ዘለዎ ናይ ካልእ ጽልዋ ዘለዎ ናይ ወያነ ጽልዋ ዘለዎ ናይ ኣምሓራ ጽልዋ ዘለዎ በብወገኑ ዝኣተወ ሰብ ኣሎ ነናቱ ስራሕ ከሳሲ ኢሉ ዝኣተወ ሰብ ኣሎ ህግደፍ ምስ ካልእ ልፍንቲ ጌሩ ከይሓበረ ባንዴራ ኤርትራን ባንዴራ ኢትዮጵያን ተሰኪሙ ክኸይድ ሓደ ሃገር ኢና ክብል ድሕሪ ክልተ ሃገር ኢሉ ዝሓስብ ኣሎ እዚ ዓዲ ኣይኮነን ክብል ንዕኡ ሸፈፍ ኢልካ ሓሊፍካ ሓላል ክትገብሮ ኣብቲ ካልእ ክትጥምት እንታይ ይበሃል እዚ ሜድያ ደንበርበር እኮ ሰራዊት የብሉ ኤኮኖሚ የብሉ ኢንፍሉዌንስ የብሉ ሰብ ክኣስር ኣይክእል ሰብ ክፈትሕ ኣይክእል ሰብ ክሰጉግ ኣይክእል ሓንቲ ስልጣን የብሉን እቲ ወቐሳናን ገሌናን ኣብቲ ዝምልከቶ እቲ ብዚ ኩሉ ብጺሕና ዘሎ ስርዓት ኣብኡ ገጹ እንተ ዝጥምት ክንደይ ምሓሸ ነይሩ። እዚኣ ዘይምፍላጥ እያ ደንበርበር እምበኣር። እንድሕር ንህግደፍ ገዲፍካ ኣብ ካልእ ትጥምት ኮንካ ካብዚኣ ዝዓቢ ደንበርበር የሎን መስለኒ። ትሕንኮል ከማን ካብ ደንበርበር ጥራሕ። እቶም ብኡ መጠን ክጥመቱ ዘለዎም ከኣ እዞም ካብ ህግደፍ ፍቕሮም ከይወድኡ ዝወጹ ጎይትይ ዝነበረኒ ፍቕሪ ሕጂ ተጣዒሰ ኢሎም ዝምልሱ ዘለዉ። እቲ ወቐሳ ብኣቶም ገጹ እንተ ዝቐንዕ እቲ ዝበለጸ ኮይኑ ይስምዓኒ። ካብኡ ተሪፉ ግን እንታይ ገበሩ እዩ ዝባሃል ዘሎ እዚ ሚድያ ወይ ከኣ እዚ ጭርሖ ናይ ሻብ ባይት Serving the truth ንሓቂ ኢና ነገልግል ኢሎም ድዮም ጭርሖ ዝገብሩ ኩሉ ግዜ ካብኣቶም ገለ ትሬይን ዝገብሩና ሰባት እንተንረክብ ጽቡቅ ነይሩ ብዙሕ ትሬይን ይጎድለና እዩ ግን እቲ ሓቂ ኩልና እንና ንፈትዋ ኣነ እፈትዋ ማቴዎስ ይፈትዋ ዮነታን ይፈትዋ ምሽ ኩላትና ነታ ሓቂ ኢና ነገልግል ዘለና ግን ናይ ቁም ነገር ከኣኒ ደንበርበር ኢልካና ኣለኻ እንዲኻ። ማቴዎስ ዘላለም።
ደሓን።
ሓያላት እንዲኹም ኩሉ ግዜ ሓያላት። ይኹን ነንበርበሪና።
ብጉጉይ ልምዲ ካብ ንእስነትና ክሳብ ሕጂ እቲ ንብሄረ ኣምሓራ ጥራይ ብፍሉይ ጽልኢ ዘተኮረ ትረኻ ግዜኡ ዝሓለፎ ርካሽ ትረኻ ኢዩ። እቲ ቀንዲ ክርሳዕ ዘይብሉ ነገር ከኣ እንታይ ኢዩ እዚ ህላዌ ናይ ጦር ሰራዊት ጦር ሰራዊት ከኣ ኣምሓራ ማለት ኣይኮነን ጦር ሰራዊት ማለት ጦር ሰራዊት ማለት ኢዩ ከምቲ ህዝቢ ኤርትራ ዝርድኦ ከምቲ ኣነ ዝርድኦ እቲ ገዛኢ ሓይሊ ኣብ ኤርትራ ዝነበረ ጦር ሰራዊት ኢዩ ዝበሃል ኮምፖነንት ናቱ ኣይግድስን እዩ። ስለምንታይ ኣምሓራ ከም ዝበሃል ዝነበረ ከኣ ገሊጸ እየ። ጽቡቕ ጉርብትና ክህልወካ ምስ ጎረቤትካ ጽቡቕ እንድዩ። እዚ ቅድሚ እቲ ስርዓት እቲ ደንበርበር ዝብል ዘሎ ተቓዋማይን ሚድኡን ንሱ እዩ ዘሳስየሉ ዝነበረ፣ ንሱ እዩ ዘብግሶ ዝነበረ፣ ንሱ እዩ ዝደፍኣሉ ዝነበረ። ግን ከኣ ናይ ሃገር ንዋትን መሳርሕን ስለ ዘይብሉ ከተግብሮ ኣይከኣለን። እቲ ርክብ ምስ ኣምሓራ ኣይኮነን ምስ ህዝቢ ኢትዮጵያ እዩ ትብ ኤረትራ ዘሎ ሰራዊት ኩሉ ዓይነታት ኣለውዎ ገለመለ እንድዩ ዝብል ዘሎ ህግደፍሲ ምስ መን እዩ ርክብ ዘለዋ ምስ ሶማል ምስ ኦሮሞ ምስ ሲዳማ ኣይ ምስ ጎንደር እንድዩ ግዲ እንታይ ኢና ንጠዋውዮ እቲ ርክብ ዘሎ ድፍንቲ ዘሎ ምስ ኣምሓራ ሪጅንን ህግደፍን እዩ እዚ ህላዌ ናይ ጦር ሰራዊት ኣብ ኤረትራ ከኣ ቀሊል ገሩ ዝግምቶ ሰብ እንተሎ ይጋገ እዩ ዘሎ። ቅቡል ክኸውን ኣይግብእን ነይሩ ግን ድሕሪ ሓደ ጸቢብ ዕላማ ኣለካ ነታ ጸባብ ዕላማ። ክትወቅዕ ካልእ ኩሉ እትገብሮ ደሓን እዩ ሓላል እዩ ዝበሃል ብሕልፊ ሓይሊ እንተለካ። ጥቕሚ ናይ ሃገር ገዲፍካ ጸቢብ ናይ ቅርሕንትን ናይ ውድባዊ ጥቕምን ናይ ስልጣንን ርኢኻ እዚ ሰብ ከተዋቕዕን እዚ ኩሉ ሰላም ከተስእኖን እቲ ዞባን እዚ ስራሕ ኣይኮነን በዚ ንጉዳእ ኣለና በቲ ንጉዳእ። እቲ ሓልዮት ናይ ኤርትራዊ ኣብ ህዝቡን ኣብ ሃገሩን እሱ ክብርትዕ እንተዝኽእል እሱ'ዩ እቲ ሓደ መዋጽእ ክገብረልና ዝኽእል። እንተዘይኮነ ካብ ህግደፍ ተሪፍና ኢና። ከምዚ ኣውቲስታታት ናይ ቀደም እዞም ኦታንታ ገለ ዝዝውሩ ዝነበሩ ሎንግ ዲስታንስ ዝኸዱ ምሽ ኣለዉ። ኣዲስ ኣበባ ይኸዱ በዚ ጌሮም ከኣ ክሳብ ሑመራ ገለ ምሽ ይኸዱ። ዓዲ ዓዲ ውሽማ ኣላቶም። ሓደራም ረሲዖም ኣብቶም ውሽማታቶም ጥራሕ ዝጥምቱ። ህግደፍ ከምኡ ኮይናትና ህዝቢ ኤረትራ ረሲዓ ኣብቶም ካልኦት ጥራሕ ተድህብ ኮይና ኣብ መወዳእታ ኣበታ ናይ ማቴዎስ ትመስል ጸሎት ገይረ ክዓጽዋ ኣምላኽ ካብዞም መደናገርትን መጠፋፋእትን ዳኸርትን እዞም መርገጽ ዘይብሎም እዞም ህዝቦም ዘይፈትዉ እዞም ፈኸራ ጥራሕ ዝፈትዉ ካብኣቶም ኣድሕነና እንዳበልኩ መሐርኩም ኣለኹ